ገጠምትን ደረፍትን ኣብ ሓደ ሕብረተሰብ ዓቢ ጽልዋ እዩ ዘለዎም። ኣተሓሳስባ ናይ ሕብረተሰብ ክልውጡ ይኽእሉ፣ ንጽቡቕ እንድሕሪ ሓሚቖም ከኣ ንሕማቕ። ሰኣልትን ቀባእትን ከኣ ከምኡ ግደ እዩ ክህልዎም ነይርዎ። ግን ኣብ ሃገርና ክሳብ ሕጂ ከምቲ ዝድለ ኣይተጠርየን። እቶም ዘለዉ እውን ስለ ዘይተባብዑ። ኣብ ሃገርና እንድሕሪ ርኢኹም ሕጂ እዞም ገጠምቲ ናይ ጥንቲ ዝነበሩ ናይ ባህሊ። ከም ጸርፊ እዮም ዝውሰዱ ሓሜም ይበሃሉ ድሕሪ ቁርብ እታ ጭራ ዋጣ እንተወሲኽላና ክላ እዚ ዋጣ ይበሃል ስለዚ እቲ ናይ ስነ ጥበብ ዘለና ኣረኣእያ ንዕኡ እዩ ዘንጸባርቕ ኩሉ ክሰምዖ ደሊ ግን ኩሉ ከኣ ከም ጸርፊ ገይሩ ይወስዶ ከም ዝመስለኒ እቶም ሓሜን ኢልና ንጸርፎም ስለምንታይ እዮም ዝጽልኡ ደድሕሪ ሓለፍቲ እዮም ዝጎዩ ደድሕሪ ገንዘብ ዘለዎ ሰብ እዮም ዝጎዩ ሕጂ ኣብ ሓደ ቦታ ተረኺብካ ንእከለ ጽረፎ እንድሕር ኢልካዮስ ሃጠምጠም የብሎ ብግጥሚ ጌሩ። ሽዑ ገንዘብ ይወስድ። ዳሕራይ በቲኣ ምስ ከደ ከኣ ሓደ ንዓ መጉሶ እንተ በሎ ኣንታ እስኻስ ወዲ እከለ ወዲ እከለ ወዲ ኣከለ ኢሉ ከኣ ክሳብ ርእሱ ዝንፍሖ ገብሮ። ንሓደ ሰብ በቲኣ ገንዘብ ተኸፊሉ ይጸርፎ በዚኣ ገንዘብ ተኸፊሉ ከኣ የመጉሶ ወይ ላዕሊ የብጽሖ። እቶም ናይ ቀደም ሓለፍትን ነጋውስን ልኡላትን ዝነበሩ ከኣ ገንዘብ ኣብ ኢዶም እዩ ኔሩ። ነዞም ሰባት እዚኣቶም ብዙሕ እዮም ዝጥቀሙሎም ኔሮም። እቲ ሶሻል ሚድያ ኣይነበረን። እዚ ኣድቨርታይዝ ዝበሃል ቴሌቪዥን ሬድዮ ገለ ኣይነበረን ንሳቶም እዮም እቶም ናይ ሽዕኡ ሶሻል ሚድያ ዝነበሩ እቲ ሕብረተሰብ ከኣ ካልእ ኣማራጺ ስለ ዘይብሉ እዚ እዞም ሰባት እዚኣቶም ዝብልዎ ግጥምታትን ደርፍታትን ንሱ እዩ ከም መወከሲ ገይሩ ዝወስዶ ኣነ ከኣ ናይዚ ከምዚታት ዓይነት ግዳይ ስለ ዝኾንኩ ብዙሕ ተመክሮ እዩ ዘለኒ ሕጅስ ኣተሓሳሲቡኒ እሞ ብዛዕባኡ ከዛርበኩም እየ ሓሲበ ሎሚ ምስ እትሕዝ ኣቢለ ከኣ እዞም ኣጋዝያን ኣሕዋትና ከኣ ቁሩብ ደሃዮም ጠፊኡ ዝለ ዘሎስ ደሃዮም ክፈልጥ ደልየ ኣሻቒሎምኒ ጠፊኦም። እቶም ቁሩብ ተሪፎም ዘለዉ ከኣ ሕጂ ኩሎም ኣብ ምንቅልዋጥ ገጾም ስለ ዘድሃቡስ ከም ናይ ቀደም ኦሪጅናል ኔሮም ናይ ቀደም ክብል ከለኹ ናይ ዝሓለፈ ሰለስተ ኣርባዕተ ዓመት ደሓን ኔሮም ንሳቶም ቁሩብ የዘናግዑ እዮም እቲ ከምዚ ዓሻ ሰብ ክትርኢ ከለኻ ምሽ ሱቕ ኢልካ እታ እንታይ እዩ ዝጽሉል ቢልካ ከም መዘናግዒ ትገብሮ ከምኡ ርእዮም ኔረ እዞም ሕጂ ዘለዉ ግን ወላ ሓንቲ ዘይስሕቡኻ እዮም ዘለዉ እሞ ናፊቐዮም እቶም ናይ ቀደም ብዛዕብኡ እየ ክዛረብ ደልየ። ናይ ሎሚ ነጋሪት ቁጽሪ ሚእትን ሓምሳን ሸሞንተን ብዛዕባ እዚ ጉዳያት እዚ ክዛረብ እየ። ክሳብ ዝምለሰኩም ከኣ ብዛዕባ እዚ ሳብስክራይብ ገለመለ ብዛዕብኡ እንዳዕለልኩም ጽንሑ። ጌርና ዲና ኣይገበርናን ገለ ኢልኩም ዘክሩ። ሰናይ ምክትታል። ቅድሚ ዓሰርተ ዓመት ታረቀ ዝበሃል ደራፊ ነይሩ። ቁሩብ ተወርዩ ነይሩ። ድሕሪኡ ግን ጠፊኡኒ በይ ከም ዝኸደይ። ኣይፈልጥን ስለዝስ ንዑ ክርኢ ከለኹ መሓመድ ወርዲ ናይ ሱዳን ደራፋይ ምሽ ነይሩ ንዑ ይዝክር ነይረ ኣብ ዝሓለፈ ግዜ ከኣ እዚ ናይ ኢሳያስ ኢንተርቪው ክርኢ ከለኹ እንታይ ክገብር ገለ እንተረኸብኩ ስብኡ ከዕለኩም እንዳበልኩ እየ እቲ ኢንተርቪው ምስ ተወደእ ከኣ እዚ ጸሎት ዝመስል ደርፊ ሄለን መለስ ትበሃል ንበረልና ንበረልና ትብል ንዑ ደርፊ ምጽኦም ነይሮም ንዑ ሰሚዐዮ እንደገና ሕጂ እውን መሓመድ ወርዲ ዘኪረ ብቆልዑትና ከሎና ጦር ሰራዊት ዓዲ እንዲዶም ሰብ ቀቲሎም ደይመጹ ክኣትዉ ከለዉ ብ ዓሰርተ ማኪና ብ ሸሞንተ ማኪና ንጉሱ ተመለሰ ደሴ ሃይለስላሴ ከምኡ እንዳበሉ ከምዚ ናይ ሰኽራናት ደርፊ ክሰኽሩ ከለኹ እዮም ዝደርፍዎ ነይሮም ተተሓሒዞም ከምዚ ደሴ ሃይለስላሴ እንዳበሉ እዮም ዝኸዱ ነይሮም ብጣዕሚ ጽብቕቲ ደርፊ እያ ነይራ ሽዑ ናምበር ዋን ነይራ ንዑታት እሰምዕ ነይረ ሃይለስላሰ ከኣ ኣብ በዓል ጀነራል ዊንጌት ናይ እንግሊዝ ሰራዊት፣ ናይ ሱዳን ሰራዊት፣ ናይ ገለ ሰራዊት ኣብኣቶም ተሓንጊሩ ከም ዝመጸ ኣይፈልጡን ነይሮም ከምዚ ኢዱ ምጽ ኢዩ ከምዚ ኣብዩ ዝገበሮ እትው ምስ በለ ሃይለስላሰ እቶም ጥልያን ሃዲሞም ዝኸዱ ከምኡ ኢዩ ዝመስሎም ግን እቲ ሃይለስላሰ ከይመጸ ኣብኡ ዝጠፍኡ ዝነበሩ እቶም ሃገራውያን ሓረስቶት ኢዮም እቲ ናይ እንግሊዝ ሓይሊ ግን መዕጸዊ ገይሩሉ ነቲ ዝነበረ ውግእ ወይ ህላዌ ናይ ጥልያን ኣብኡ ከም ዘኽትም ገይርዎ። ኣብ ካልኣይ ውግእ ዓለም እዩ እቲ ሞሶሊኒ፣ ሂትለር፣ እዞም ናይ ጃፓን ገለ ዝተሳዕርሉ ግዜ ምስኡ እዩ እጋጢሙ። ኣብዚ ለም ቅነ ከኣ ብዙሓት ደረፍቲ ናይ ኤረትራ፣ ናይ ትግራይ፣ ናይ እቶም ኣምሓሩ ገለመለ ኩሎም ሃገራውያን ኮይኖም ብዛዕባ ሃገር ዝደርፉ ግን ብዛዕባ ሃገር ዝደርፉ ዘለዉ እዩ ዝመስሎም እምበር ብዛዕባ እቶም ሓለፍትን ብዛዕባ እቲ ስርዓትን ቀተልናኩም ዶ ኣሰዓርናዮም ዶ ንሕና ጀጋኑ ኢና ገለ ኢልካ ከም ዝፈኸራ እዩ መብዛሕትኡ እቲ ደርፍታት እሞ እዚ ከምኡ ታይ ደርፍታት ከኣ ንብዙሕ ሰብ ኣቀይሙ እንድዩ ብሕልፊ ኤረትራውያን ብዙሕ ዘቀየመ ነገር ኣሎ ደርፍታት መስለኒ ብዝለቅኔ እሞ መጨረሻ ሎሚ ንግሆ ከኣ ሓንቲ ትግራወይትስ ነቶም ደረፍቲ እያ መስለኒ ሳቶም እዮም ቶም ዝያዳ ከምኡ ዝገ ካልኦት ውን ዘይ ደረፍቲ እውን ኣለዉ እንዲዮም ግን ንበሎም ከም ትዛረብ ዘላ ኣይተረድእንን ግን ድሓን ነቶም ደረፍቲ እያ ትዛረብ ነይራ ንበላ እነህትልኩም እሞ እዚ ዘረባ እዚ ምስ ሰማዕኩስ ከኣ እንደገና ከኣ መሓመድ ወርዲ ተዘኪርኒ እቲ ናይ ሱዳን ደራፋይ ኣብ ስሳን ትሽዓተን ድዩ ሰብዓን ኣቢሉ ቪድዮ ጌረ ኣለኹ ደሓን ኣብዚ ብላዕሊ ክገብረልኩም እየ ብዛዕብኡ ተዛሪበ ነይረ ቅድሚ ሕጂ ንሜሪ ብ ሱዳን ክገዝእ ከሎ መሓመድ ወርዲ ብጣዕሚ ተወርዩ ነይሩ ብምጥቓዕ ደርፊ ነይራቶ ሓርስና ወፋርስና እንዳበለ እንታይ ሓርስናስ ሓላዊናን ጅግናናን እንዳበለ ንሜሪ እንዳመገሰ ብዙሕ ይደርፍ ነይሩ ከምዚ ሃገራዊ መዝሙር እያ ኮይና ነይራ እታ ደርፊ ኣብ ቆልዑት ናይ ቤት ትምህርቲ ከይተረፉ ገለ ከይተረፉ ሓረስና ወፋርስና ብሉ ኣብ ሱዳን ከኣ ብዝወላዕ ከኣ እታ ደርፊ ንሳ ኢኻ ትሰምዕ ሓረስና ወፋርስና ኢኻ ትሰምዕ ደሓር ሓሽም ኣልዓጣ ዝብሃል ምስ ኮሚኒስት ፓርቲ ናይ ሱዳን ተሓባቢሮም ንኑሜሪ ገልቢጸሞ ተኣሲሩ ነበረ። ባበክረ ኑር ዝበሃል ከኣ ናይቲ ምግልባጥ መንግስቲ ሓላፊ ዝነበረ ወይ እቲ ፕረዚደንት ክኸውን ተባሂሉ ዝነበረ ኣብ ለንደን እዩ ነይሩ። ሽዑ ነፋሪት ፕራይቨት ነፋሪት ደይቡ ንሱዳን ክምለስ ስልጣን ክሕዝ ኑሜሪ ተኣሲሩሉ እንድዩ ብልዕሊ ሊብያ ገይሩ ክሓልፍ ከሎ ቀዛፊ ከኣ ዓርኪ ኑሜሪ እዩ ነይሩ። ጀት ሰዲዱ ናይ ውግእ ጀት ብሓይሊ ውሪድዋ ነታ ነፋሪት ናይ ባብክረ ኑር ኣውሪድዎ። ኣሲርዎ ሽዕኡ ውዲታቶም ጌሮም እቶም በዓል ሃሽም ኣልዓጣ ተኣሲሮም እቶም ደገፍቲ ናይ ኑዌሪ ዝነበሩ እንደገና ስልጣን ክሕዙ ክኢሎም ንኑዌሪ ካብ ማእሰርቲ ኣውጺኦም ኣብታ ስርዓት መሊሶሞ ደሓር ቀዛፊ ንባብክር ኣኖር ከኣ ኣሲሩ ንኑሜሪ ረኪብዎ ኑሜሪ ከኣ ንኹሎም ይቐርፊድዎም ሽዑ ኩሎም ቀቲልዎም ምግልባጥ መንግስቲ ብዝተገብረ ወርዲ ነታ ደርፊ ጅግናናን ሓላዊናን ኢሉ ዝደርፈሉ ዝነበረ ንሜሪ ግልብጥ ኣቢልዋ ላ ሓርስና ወላ ፋርስና ኢልዋ ኣይ ጅግናና ኣይ ሓላዊና ትብል ኣንጻራ ጌሩ ደሪፉ ቁሩብ መዓልታት ከኣ ኣይሓከመን ንሜሪ ተመሊሱ መሊሶም ከኣ ኣእትዮሞ ተኣሲሩ ድሕሪኡ ሪሃቢሊተይት ገይሮሞ እቕረ ኢሎሞ ከምዚ ኣብይ እቕረ ዝበሎም ከምኡ እቕረ ገይሮምሉ መስለኒ ተመሊሱ እንደገና ክደርፍ ጀሚሩ ቅድሚ ዓመት ዲ ክልተ ዓመት ወላ ገለ ዓመታት ገይሩ ካብ ዝመውት ወርዲ ክሳብ ሽዑ ፍሉጥን ውሩይን ደረፋይ ነይሩ ክኢላ እዩ ከኣ ካብ ሶማል ጀሚርካ ክሳብ ኢትዮጵያ ኣብ ኤርትራ ኣብቲ ከባቢስ ዳርጋ ውሩይ እዩ ነይሩ ኣብ ታሪኽ ዓረብ ግን ካብ ወርዲ ንላዕሊ ዝና ዝነበሮ ገጣማይ ነይሩ። ኣቡ ጠይብ ኣልሙተነቢ ይበሃል። ኣብ ኩፋ ዒራቕ እዩ ተወሊዱ። እዚ ኩሉ ከባቢና ዘጥረዮም ሓያላት ገጠምቲ ሓደ ካብኣቶም እዩ ነይሩ። እቲ ግጥምታት ናቱ ክሳብ ሕጂ ኣብዚ ሃገራት ኣዕራብ ከም ዓብዪ ነገር ተገይሩ ከም ሸክስፒር እዩ ዝቑጸር። ኩሉ እዩ ዘንብቦ፣ ኩሉ እዩ ከም ጥቕሲ ዝጥቀመሉ። ግን ኣልሙተነቢ ሬሲስት እዩ ነይሩ ወገናዊ ጸለምቲ ክጸልእ ካልእ ነገር እዩ ነይሩ ኣብዚ ግብታት ናይዞም ስልጣናት ናይዞም ነጋውስ ናይዞም ሓለፍቲ ኣብኡ እዩ ምስ ምስኡ ክብል ዝውዕል ሽዑ ከም ገለ ገይሩ ይገጥመሎም ይውድሶም ገለ ዶ ንእሽተይ ክርጢት ገይሮ ዓዓ ኢሎም ከም ብልጫ ይብዎ ብኡ እዩ ዝነብር ነይሩ ካብ ስልጣን ናብ ስልጣን ካብ ንጉስ ናብ ንጉስ እንዳ ዘሩ ኢዩ ዝኩሉ ቦታ ከምኡ ገሩ ኢዩ ዝበልዕ ነሩ ውሩይ ኢዩ ብከምኡ ኩላቶም ክከስብዎ ይደልዩ ነሮም ምክንያቱ ብዙሕ ተቀባልነት ኣለዎ ካብ ሰብ ብዙሓት ሰባት ኢዮም ዝግደስሉ እንድሕሪ ጸሪፎም ወዲቆም ማለት ኢዩ ኣድቨርታይዝ ናይ ሽዑ ንሱ ኢዩ ነሩ እንተ ኣሞጊስዎም ከኣ ዝኩሉ ሰብ ዝፈልጦ ዘይብሉ ኦይ ሙተነቢ ከምዚ ኢልዎ እንድዩ እንዳበልካ ከም ጣኦት ገሮም ይርእይዎ ነቲ ንጉስ ወይ ነቲ ኣሚር ስለዚ ብጣዕሚ ሓያል ሰብ ኢዩ ነሩ። ሸሞንተ ሚእቲ ዓመት ዝገብር ናይ መምሉኪ ስርወ መንግስቲ ነይሩ። ብዙሕ ክፋላት ናይዚ ከባቢና ዝገዝኡ ዝነበሩ ካብ ኢጅፕት ክሳብ ሲርያ ካብ ብዙሕ መሬት ነይርዎም። መምሉኪ ማለት እምበኣር ውኑን ወይ ጎይታ ዘለዎ ሰብ፣ ባርያ፣ ማለት እዩ። እዚኣቶም ከም ወታደራት ከም ገላእቲዮም ቁሩብ እንዳፋሕኹ እንዳፋሕኹ ስልጣን ኣብ ኢዶም ክሕዝዎ ክኢሎም። ገለ ተስዓ ዓመት ዝኸውን ገዚኦም ካብ ወዲ ናብ ወዲ እንዳሓለፈ ሓደ ካብኣቶም ካብቶም ንጉሳት ዝነበሩ ካፉር ኣልኣኽሺዲ ይበሃል ናይ ሓበሻ ባርያ ዝነበረ ኢዩ ተሸጡ ኣብኡ በጺሑ ዳሕራይ ሓደ ንሱርያ ወሲድዎ ዶ ገለ ነዊሕ ኢዩ እቲ ዛንትኡ ኤኒወይ ተማሂሩ ኣብታ ስልጣን ክበጽሕ ክኢሉ ኣብ ኢጅፕት ካብ ካይሮ ኮይኑ ነዚ ኩሉ ናይ መምሉክ ዳይናስቲ ንግስነት የካይዶ ነይሩ። ኣልሙተነቢ ከም ኣመሉ ክንቀላውጥ ኣብኡ ከይዱ። ኣብኡ ምስ ከደ ሽዕኡ እንተ ወደሶ እንተ ወደሶ እንተ ወደሶ እቲ ሰብኣይ ኢዱ ከምዚኣ ኢያ ወላ ሓንቲ ክስታ ኣይገበረሉን ዝኹሉ ንእሽተይ ነገራት ጥራሕ ድርብየሉ።

ወጺኡ ውጽእ ምስ በለ ከኣ ኣብዛ ሲርያ ምስ በጽሐ ርእሲ ርእሱ ርእሲ ርእሱ ነዚ ከፉር ኣልኣክሺዲ ዝበሃል ዝባሪ ሓበሻ ዝነበረ ንጉስ ዝበልኩኹም ሕጂ እቲ ግጥምታት ናቱ ንካፉር ኣልኣክሺዲ ክጸርፍ ኢሉ ዝብሎ ዝነበረ ሬሲስት እዩ ከምዚ ዝበልኩኹም እዚ ካፉር ከኣ ከምቲ I don't know እቲ ታሪኽ ከም ዘዘንትዎ ከኣ ብጣዕሚ ክፉእ እዩ ነይሩ እዮም ዝብልዎ ክንዲ ገለ እዩ ዝኸውን ዳሕራይ ከኣ እዚ ሙተነቢ ካብ ኩሉ ካልእሲ እዚ እጋሩስ እቲ ኣጽፋሩስ ከምዚ ዝበለ እዩ ዶ ዓቢ ጽፋር ኣለዎ ዶ ገለ መለ ከምኡታት ኢሉ ብኡ እዩ ዝጸርፎ በቲ ብእግሩ እዩ ዝጸርፎ ስለምንታይ እንድዒ ግን እዛ ዓባይ ዓባይቶ ናይ እግሩስ ከምዚ ዝበለት እያ እታ ሓንቲ ጠጠው እያት ገለ ከምኡታት ኣለዉ ብዙሕ እዩ ጽሒፉ ኣሎ ግን ሓንቲ ካብተን ቀንዲ ዝዝከራ ክሳብ ሕጂ ብዛዕባ እዚ ናይ ባራዩ ክጸርፍ ከሎ ዝነበረት እንታይ ይብል ላ ተሽተሪ ልዓብደ ወኢላ ልዓሳ መዓሁ ይብል እዩ ባርያ ክትገዝእ ከለኻስ እቲ በትሪ ንዕኡ መቐጥቀጢ ዝኸውን ምስ ምስኡ ግዝኣዮ ባርያ በትሪ ብሓንሳብ ግዛእ እዩ ዝብል እቲ ዘሕዝን ክሳብ ኣነ ኡብዚ ጋልፍ እንኮለኹ ኣብቲ ቤት ትምህርቲ ይማሃርዎ ነይሮም እቶም ቆልዑት ሕጅስ ከ ዓብዩ ከለዉ ከመይ ሬሲስትስ ከም ዝኾኑ ገለ ኢለ ዝዛረቦ ኣይርደኦሙን እዩ ባእ እዚ ደኣኒ ከምዞም ናትና ኣቦዋትና ዝበልዎ ገለ መለ ዝብሉና ሰሙን ከምኡ ኣለዎም እንዲ ኣቦዋትና ገለ ስለ ዝብሉስ ብ ኣልምተነቢ ዝመጾም ኣይፈትዉን እዩ ሕጂ እቲ ካሪክሎም ቀይሮሞ ወላ ከምቲ ቀደሙ እዩ ዘሎ ኣይፈልጥን እሞ ከምዚ ትርእይዎ ዘለኹም ደረፍትን ገጠምትን ክልተ ዓይነት እንድዮም ክልቲኦም ከ ኣለዉና እቶም ሓደ እዞም ንስልጣን ክሕጉሱ ዝደልዩ ደድሕሪ ስልጣን ዝኸዱ ነቲ ዘሎ ሓያል ንዕኡ ክምጉሱ ነቲ ድኹም ከኣ ዋላ ይደኳዕ ኣይግድሶምን እዩ ሕልና ዘይብሎም ሰባት ኣለዉና እቶም ሕልና ዘለዎም ምእንቲ ህዝቦም ዝደርፉ ምእንቲ ቐድያ ወይ ኬዝ ዘለዎ ወይ ጉዳይ ዘለዎም ብዛዕባ ዓበይቲ ጉዳያት ዝደርፉ ውሑዳት እዮም እምበር ኣለውና ከም በዓል ሕሴን መሓመድ ዓሊ፣ እድሪስ መሓመድ ዓሊ፣ ዑስማን ዓብደልርሒም፣ ዓቢ ዓብደላ። ዓቢ ዓብደላ ባይ ዘ ወይ ብዙሓት ኣይትፈልጥዎን ኢኹም። ዓቢ ዓብደላ ኣነ ቀደም ብንእሽተይ ከለኹ ጀሚረ እየ ዝፈልጦ። ናይ ሰሓቕ ናይ ጆክ ብዙሕ ጆክስ ኣሎ ብዛዕብኡ ከምኡታት እዩ ነይሩ። እቲ ደርፍታት ናቱ ከኣ ሮማንቲክ እዩ ነይሩ መብዛሕትኡ ግዜ ባህላዊ ሮማንቲክ ናይ ፍቅሪ ናይ ገለ እዩ ዝደርፍ ነይሩ ሕጅስ ኩሉ ኣብ መርዓ ኣብ ገለ እንድሕር ከድካ እቲ ደርፊ ናቱ ኢካ ክትድገም ትሰምዖ መዓ እኖ እስኪ ናይ ወላ ዕድል ኣይረኸበን ኣብቲ ብሙዚቃ ተሰንዩ ክደርፍ ወይ ከምዚ ሽዑ ናስትሮንት ዝበሃል ነይሩ ወይ ዲስክ ገለ ከምኡ ክገብርሲ ዕድል ኣይረኸበን ዳሕራይ ኣብ ገድሊ ተሓዊሱ ይጋደል ነይሩ ሕጂ ቅድሚ ዓሚ ድዩ ቅድሚ ዓሚ ይመስለኒ ኣብ ከሰላ ሞይቱ መስኪን ኣብኣ ከሎ ከምታ ናብርኡ ሞይቱ ብዙሕ ለውጢ ከይረእየ ኣብቲ ናብርኡ እንዳተቃለሰ ሞይቱ ስምራልት ዝበሃል ኣሎ ደራፋይ ሓንቲ ካብተን ናይ ዓባ ዓብዳላ ደርፊ ዝደረፋ ስምዑ ኣሞ ካብቲ ሽዑ ዝደርፈ ዝነበረ በዛ ቃልና ገይሩ ዝደርፍ ነይሩ መብዛሕቲ ግዜ ርኤኮ ክም ዓሲድ ትፈግሪ ሰዔኮ ዊዓሬኮ ብኪ ሰዓምኩ ኣሰር ለእግርኪ ቨሪ ሮማንቲክ እዩ እንዳ ሲዲ ዝብሃል ከምዚ ናይቶም ሃይማኖታዊ መራሕቲ ዝበሃሉ ዓብዪ ካንቸሎ ነይርዎም እቲ ሰብ በዓላቱ ገለ መሊኡ እዩ ዝገብር ነይሩ ብዙሕ ግዜ ሙርቐንያ ናይ ሱፊ መደበር እዩ ነይሩ ብቐደ በዓላት ገለ ዝተገብረ ጸወታ ኣሎ ገለ ኣሎ ጽቡቕ ቦታ እዩ ነይሩ ሻዕቢ ኣብኡ ሕጂ እንታይ ይብል እቲ ቤተሰብ ኩሉ እንድዩ ዝመጽእ ኣብኡ ክትወጽእ ርእይዋ እታ ዝፈትዋ ዝነበረ ጓል ካብ እንዳ ሲዲ ክትወጽእ ከለኽ ርእየክስ ጎይየ ደድሕርኺ ከርከበኪ ኣይከኣልኩን ሽዑ ነቲ ኣሰር እግርኺ ስዒመዮ ትርእይዎ ዘለኹም እዚ ሮማንቲክ ኣገላልጻ ኣሰር እግራ ስዒሙ ንዓኣ ክረኽባ ስለ ዘይከእለስ እቲ ኣሰር እግርኺ ስዒመ ይብል ብኡ ኣላ ይርሓሙ ዓቢ ዓብደላ። ከምኡ እቶም ዘይደርፉ እቶም ዘይገጥሙ ንዲክታተራትን ጨቆንትን ከመጉሱ ክደልዩ ከለውስ እንታይ ገብሩ መጀመርያ ነገር ኣብ ኩሉ እዮም ዘውጽዎ እቲ ሕርቕርቆት ናቶም ወይ እቲ ኣገልግሎት ናቶም ስረእዩልና ንሕና ኣገልገልቲ ኢና ክብሉ ከምዚ ከማና ዝኣመሰሉ ሰባት ንዓና ኣዋርድ እዮም ዘብሉና ካልእ የብሎምን። ናባና ጸርፉ ሽዑ እታ ንምንታይ ኢኹም ተቃልዕዎም ዘለኹም ነዞም ጎይቶትና ንምንታይ ኢኹም ኣንጻሮም ትዛረቡ ዘለኹም ገለ ኢሎምሲ ሕምም እዮም ዝብሉ ግጥሚ ደርፊ ስለ ዘይብሎም ሽዑ ኣንታ ወዲ ከምዚ እንታ ወዲ ከምዚ ኣንታ ከምዚ ጽያፍ ጸርፍታት ምሽ ኣለኩም ንዕኡ እዮም ዝጥቀሙ ምክንያቱ ነፍሶም ክገልጹ እውን ኣይክእሉን እዮም መሳኪን ተሓሪሞም እዮም ያቲ ብተፈጥሮ ክእለት ዓቕሚ ኣይተዋህቦምን፣ ሓንጎሎም ከኣ ኣየማዕበልዎን፣ ብዝኾነ ምኽንያት ሕጂ ከምኡ ገይሮም ኣብ ጸርፍን ኣብ ገለን እዮም ዘሕልፍዎ። ግን ንሓቂ ከኣ ከምቲ ኣቐዲመ ዝበልኩኹም ጠፊኦም እንድዮም ዘለዉ፣ ሕጂ ውሑዳት እዮም ዘለዉ፣ ክርእዮም ከለኹስ ኣይዋይ ይብል፣ መዘናግዒ ይኾነኒ ዝክሮም ምክንያቱ ካብ ዘክሮ ክወፁ የብሎም ክዝክሮም ኣለኒ ኩሉ ግዜ መሳኪን ምስ ሞቱ ምሽ መንግስቲ ሰማያት እዮም ዝኣትዉ እሳቶም ናቶም እቲ መንግስቲ ሰማያት ኣቦዋቶም ቦታ ሒዞምሎም እዮም ሕጂ ክዝክሮም ምናልባት ኣብኡ ሽዑ ዋስጣት ተኾኑለይ ገለ እንዳበልኩ እሞ ሕጂ እቲ ቁም ነገርና ንምጻእ እዚ ነገር እዚ ናብ ምንታይ ንምብጻሕ ኢዩ እዚ ምክፍፋል ኣብ ኤርትራውያን ዝረኣ ዘሎ ነዊሕ ግረ እንዲየ ክዛረበሉ ሕጂ ከኣ ኣብታ ገዛ ኣይመጽኦምን ኢዩ ናባይ መጽኦምን ኢዩ እቶም ጽሉላት ብክልቲኡ ወገን ዘለዉ ጽሉላት እንታይ ኮይኑ መስለኩም ኣነ ከም ዝኣምኖ እቶም ሓደ ወገን ንዑ ኤርትራ ውረሩ ዝብሉ እቶም ሓደ ወገን ከኣ ምስቶም ጦር ሰራዊት ዝዓርኩ ሕጅስ ተቐድቂድና ሃገርካ ክውረር ሰኸመይ ጌርካ ትጽውዕ ከምኡ ጥዑይ ሰብ ከምኡ ክጽውዕ ኣይክእልን እዩ ግን ከምኣ እንተ ዘይጸዋዕካ ከኣ ናይ ግድነት ምስ ጦር ሰራዊት ከኣ ክትስዕስዕ ኣለካ ኣብሉኻ ጥረ ንጉሱ መጣደሴ ኣብይ ስላሴ ይብሉ ኣብይ ስላሴ ኮይኑ ኣብ ክንዲ ሃይለ ስላሴስ ኣብይ ስላሴ ኮይኑ ሕጂ ወይ ምስ ኣዕረኹ ወይ ድማ ሃገርኩም ክትውረር ፀውዑ እዚ ክልተ ምርጫ ኮይኑስ ሕጂ ሳይናይ ጥዑይ ሰብ እዩ ካብዘን ክልተ ምርጫስ እዚኣ ተሓይሽሉ ዝመርፅ እንደ ዕድለኛታት እዮም ኣብዚኦም ክመርፁ ዝኽእሉ ኣነ ክልቲኡ ይመርፅን እዩ ወላ ንበይነይ እንተተረፍኩስ ኣብዘን ክልተ ሳይ ኣትውን እየ ፈጺመ ኣይኣትውን እየ ግን ንበይነይ እንተበልኩ ከኣ ነዘራርባ እዩ ደኣ እምበር በይነይ ኣይኮንኩን ብዙሕ እቲ እዚ መርገጺ እዚ ዘለዎ ኤርትራዊ ሃገርና ኣይነድፍርን ሃገር ካልእ ኣይንደፍርን ዝብል ብዙሕ እዩ ይኣኽለና ምትእታው ይኣኽለና ኣብዘይ ናትና ኣቲናስ ደምና ኣይነፍስስን ነገር ኣይንተክልን እቲ ዘለናዮ ውሽጢ ጥሚትና ጉዳይና ጥራሕ ነፅፍፍ ዝብል ብዙሕ እዩ ምስኦም እየ ዘለኹ ኣነ እቶም ጦር ሰራዊት ኣብይ ሰራዊት ንበሎም ምስቶም ኣብይ ሰራዊት ሽርክነት ትደልዩ ዘለኹም ሰባት እንታይ ክብለኩም ክትሕንከሉ ኢኹም ምስ ተሓንከልኩም ክትፈልጡ ኣኹም እቶም ንዑ ግዝኡና ትብሉ ዘለኹም ከኣ ኣበይ ከም ዝኸይድ መግዛእቲ ትፈልጡ ንኹም ንዑ ውሰድዎ እዚ ናትኩም እዩ ዋላ ሓደ እኳ ሰሚዐ ኣፍልቡ ነፊሑስ ናትና እዩ ደቂ ምሓረ ናትና እዩ ተበሉ ውሰድዋ ንብሎም ዓዲ ቀይሕ ናትና ኣይተብሉ ውሰድዋ ንብሎም I don't know እንታይ መሲልዎ ይፍልጥ ከምዚ ባሊና መጻወቲ ናይ ቆልዑት መሲልዎ እዚኣ ናተይ እያ ተልካስ እንድሕር ፍሪካ ውሰዳ ትብሎ ናትካ እያ ትብሎ ከምኡ መሲልዎ መስለኒ ሕጅስ ብጣዕሚ ዘሕዝን እዩ እቲ ኣተሓሳስባ ኣበይ በፂሑ ከም ዘሎ እሞ ስኢ ዝኩሉ እቲ ዕንክሊል ኣበይ ከም ዘሎ ክገልጽ ደልየ እየ ከተንፍስ ደልየ እየ በቃ ሓጺሩ ናተይ ኣዛለወ ብዛ ፕሮግራም እዚኣ ናተይ ኣባይ ደወይ ከተንፍስ ስለ ዝደልኹ እዩ እሞ መብዛሕቶም ከኣኒ ሪሞርክዮ እንድዮም ሪሞርክዮ ሪሞርክዮ እዞም ንኣሽተይ ትፈልጥዋ እንትኾን ሪሞርክዮ ኢና ንብለን ተሳቢ ይብሎ ኣምሓራ እዛ ዓባይ ማኪና ኣላ ዳሕራይ ተሰሓቢት ምሽ ኣላታ ስቴርሶ የብላ ኣውቲስታ የብላ በታ እታ ዓባይ ዝኸደታ ብኣ እየ ዝኸይድ ድሕሪ ተጠውያ ምስኣ ትጥወ ድሕሪ ደው ኢላ ምስኣ ትጥወ ደው ትብል እንተ ከይዳ ትኸይድ ተሰሓቢት እያ ናታ ውሳኔ ርእሰ ውሳኔ የብላን እታ ሪሞርክዮ ተሰሓቢት ሕጂ እዞም ሪሞርክየታት ዘለዉ ከኣ እዞም ተሳቢ ዘለዉ ናቶም ሕልና የብሎምን ጽባሕ ንጎሆ እውን ጥውይ ኢሎም መጽኦም ቅድሜኻ ዝጸንሑ ካብቲ ናትካ መርገጽ ቅድሜኻ ኮይኖም ዝጸንሑኻ እዋ ንሕና እንዲና ከምዚ ዝገበርና ገለመለ ገለመለ ኢሎምሲ ዝኹሉ ውርደት ዝገብርዎ ዘለዉ ኣብ ጽቡቕ ገልቢጦምሲ ክወራዘዩልካ ጅምሩ ከምዚ ዝረኤናዮ ብ ተስዓን ሓደን ኣብ ተስዓን ሓደን ሙሽ ሻዕብያ ዘንገስዎም ሰባት ኣለው ኣበይ ከም ዝነበሩ ይፍለጡ ወላ መን ምዃኖም ኣይፍለጥ ሰለይቲ ዝነበሩ ናይ ደርጊ ዝነበሩ ናይ ገለ ዝነበሩ ሙሽ ኣኻኺቦም እቶም ዘይደልይዎም ኩሎም ኣሲሮሞ እቶም የድልዩና ዝበልዎም ከኣኒ ሓጺቦም ሸሚቶም ወልዊሎም ከም ብሓዲስ ኣብ ስልጣን ዝደይብዎም ሰባት ብዙሓት ኣለው ሕጂ ከምኡ እዮም ዝገብሩ ልምዲ ኣለዎም ተመክሮ ኣለዎም ናይ ዓመታት ናይ ከምኡ ምግባር ግልብጥ ግልብጥ ግልብጥ ግልብጥ ናይ ምባል እሞ እንታይ ምስ ግራንድ ፋዘርስ ክሎክ በዚኣ ኣላ እንዳበልካያ በዚኣ ትኸይድ በዚኣ ኣላ እንዳበልካያ በዚኣ ትኸይድ ከምዚኣ ጥራሕ ክትብል እያ ትነብር እንተዘይተሰብረት እሞ እዚኣቶም ከዓኒ እንተዘይተሰብሩ ከምዚኣ እንዳገበሩ እዮም ትንፋስና ከምልቑልና ግን ፈሊጥኩሞም ጽንሑ ጥራሕ ሪሞርክዮ ፔንድሎም ግራንድ ፋዘርስ ክሎክ ይኣኽሎም ክንደይ ኣስማት ሂበዮም ኣለኹ ሎሚ ስለዚስ ብሓጻራ እንታይ እያ ኣብ ጉዳይ ኢትዮጵያ ዘእቱ የብልና ጉዳይ ኢትዮጵያ ብኢትዮጵያውያን ይፍታሕ ናይ ሶማል ብሶማል ይፍታሕ ናይ ሱዳን ብሱዳን ይፍታሕ ናይ የመን ብየመን ይፍታሕ ንደናገጽ ከም ህዝቢ ግን ጠሊቕና ኣብ ዘይጉዳይና ኣቲናስ እዚ ጉዳይና እዩ ገለመለ ኢልናስ እንድዒ እዚኣ ብጣዕሚ እተሓሰብኩምላ ሓይሽ እዞም ሪሞርኬታት ስቕ ኢልኩም ኣብ እትኸዱ ዘለኹም ኣብ ውሽጢ ገዛና ዘይተወድአ ዘይኮነስ ዘየስፈልናሉ ስራሕ ተኾሚሩ እንከሎስ ኣብ ካልእ ከድካ ስራሕ ጉዳያት ናይ ካልኦትን ስራሕ ናይ ካልኦትን ዘየእትወካ ኢድካ ከተእቱስ እንታይ ይበሃል ሕሰብሉ። ኤረትራዊ ራኣይ ክዕወት ምዃኑ ወላ ክጠራጠር የብሉን ክትውሕዱ ትኽእሉ ኢኹም ክትደኽሙ ትኽእሉ ኢኹም ግን በትሪ ሓቂ ትቐጥን እምበር ኣይትስበርን ድዩ ዝበሃል ለይ ለይ ስለ ትብልሲ ትስበርን እያ ቀልጢፋ ስለዚስ ኣብኡ ጥራሕ ንርገጽ። እዚ ክልተ ምርጫ ወይ ኣብዚኦም ምረጽ ወይ ኣብዚኦም ምረጽ ዝበሃል ዘረባስ

ግን እዚኣ ካብዚኣ ትበልጽ ትበሃለሉ ነገር የሎን። እሞ ንሕና ብዛዕባ ህላዌ ሃገርናን ድሕንነት ሃገርናን ኣብኡ ኣተኲርና ንስራሕ፣ እቶም ብኻልእ ዝግደሱ ድማ ብኻልእ ይገደሱ። ግን ከኣ ሽግር ኣላትና ርደኣኒ ጸቢቑ፣ ዋላ እቶም ከምኡታት ዝገብሩ ዘለዉ ሰባት ከማን እኮ ንሕና ነገልግል ኣለና ንኻልኦት ወይ ድ ሃገራዊ ስራሕ ንሰርሕ ኣለና ኣይኣምኑን እዮም ከምኡ ኢሎም ምእንቲ ሃገርና ንሰርሕ ኣለና እዮም ዝብሉ። ከመይ ጌርኩም ዳኣ ኣብ ሃግርኩም ትሰርሑ ኣለኹም እወ ንሕና ብጎንደር ጌርናስ ንኤረትራ ንሕግዝ ኣለና ወይ ብመቐለ ጌርና ንኤረትራ ንሕግዝ ኣለና ዝብሉ ኣለዉ ዳሕራይ ከኣ ብኸርቱም ጌርና ንሕግዝ ኣብሉኻ እዋእ እንድዒ ከመይ ከም ዝሓስቡ ይፈልጥን እየ ግን እቲ ኤርትራዊ ቀጥ ኢሉ ኣብቲ ቅኑዕ መርገጽ ክሕዝ ኣለዎ እዚ ርኢናዮ እንዲና ውጽኢቱ እንታይ እዩ ውጽኢት ናይቲ ምሕሳር ቃልሲ ኤርትራ፣ ምሕሳር ስውኣት ኤርትራ፣ ክብረት ናይ ኤርትራ መዓልቲ መዓልቲ እንዳተደፈረ እንዳተደፈረ እንዳተደፈረ ክኸይድ ከሎ እቲ ኣብ ዓርገንን እቶም ግሩፖ ምስኡ ዘለዉን ከኣ ህዝቦም ክእክቡ ዘይክእሉ፣ ዕርቂ ከስፍኑ ዘይክእሉ፣ ሰላም ከስፍኑ ዘይክእሉ፣ ፍትሒ ከንግሱ ዘይክእሉ ሰባት፣ ዝያዳ ኣጋኒኖሞ። ኣብዚ ከምዚ ዝተፈጥረ ጋጋብ ኣብኡ እዩ እዚ ሓደጋ እዚ ወዲቑና ዘሎ። ጉዳይና ግን ፍልጥቲ እያ። ኩሉ እቲ ቅኑዕ ኤርትራዊ ጉዳዩ ፍሉጥ እዩ። ኤርትራ ሰላምን ፍትሕን ነጻነትን ክነግሰላ እዩ ዝቃለስ ዘሎ። ናይዚ ጽልኢ የብሉ ናይቲ ጽልኢ የብሉ ናይ ጎረቤት ጽልኢ እውን የብሉን ንሕና እዚ ዕብዳን እዚ ደው ኢሉ ብሰላም ክንነብር ምስኦም ደስ ይብለና ኣነ ከምኡ ደስ ይብለኒ ምስ ኩላቶምሲ ተፋቂርና ብፅቡቅ ጉርብትና ክንነብር ደስ ይብለኒ ንሕሶም ክረብሑ ንሕና ክንረብሕ ደሞም ከየፍሰሱ ንሕና ደምና ከየፍሰስና ክልቲኡ ሰብ ረጊኡ ክነብርሲ ብጣዕሚ ፅቡቅ እዩ ግን ከምኡ ክንገብር ተሪፉ ዘሎ ሓይሊ ንሕና ኢና መስለኒ ስለዚ ከምዝወረደና ንዋፅኣዮ ሓይሊ ሰላምን ሓይሊ ፍቅርን ሓይሊ ነፃነትን ነፃነት ናይ ግድነት ሓይሊ ፍትሕን ክንከውን ክንክእል ኣለና ተስፋ ከይትቆርፁ ተማሂርኩም ኣለኹም